ብዕለት ዕስራን ክልተን ወርሒ ዓሰርተ ሓደ ሽሕን ትሽዓተ ሚእትን ሰብዓን ሽዱሽተን ሰዓት ሸውዓተን ፈረቓን ምንቅስቓስ ምስ ጀመረ ኣብቲ ዕለት እቲ ካብ ሰዓት ዓሰርተ ጀሚሩ ካብ 24 ኪሎ ሜተር ክሳብ 36 ኪሎ ሜተር ኣብ ዘሎ ቦታታት ምስ ወንበዴታት ብተኸታታሊ ክዋጋእ ውዒሉ ኣብዚ ግዜ እዚ ነፈርቲ ውግእ ተደጋጋሚ ሓገዝ ገይረን ኣለዉ። ኣብ መገዲ ሓንቲ መኪና ብዝተቐብረ ፈንጂ ክትዓኑ ከላ ዓሰርተ ሓሙሽተ ቁሱላት ብሄሊኮፕተር ተላዒሎም። ቴሌግራም ዕስራን ሽዱሽተን ወርሒ ዓሰርተ ሓደ ሽሕን ትሽዓተ ሚእትን ሰብዓን ሽዱሽተን በጥስ ብርጌድ ብዕለት ዕስራን ሓሙሽተን ወርሒ ዓሰርተ ሓደ ሽሕን ትሽዓተ ሚእትን ሰብዓን ሽዱሽተን ናብ ዒላ በርዕድ ተንቀሳቒሱ። ኣብ ዒላብርዐ ተሓዲሩ ንጽባሒቱ ናብ ከረን ኣቕኒዑ ካብ ሳልሳይ ብርጌድ ናይ ከረን ዝተዋጽኡ ጦር ኣቐዲሞም ኣብ መገዲ ኣስጋኢ ቦታታት ተቖጻጺሮምሉ ብምጽናሕ ምስኡ ከረን ኣትዮም ኣብ መገዲ ሓንቲ ኤም ኣርባዓን ሓደን ታንክ ወንበዴታት ዝቐብርዎ ፈንጂ ረጊጻ ተሃሪማ ተጎቲታ ናብ ከረን ኣትያ ኣላ። እዚ ዳህሳስን ኣናጋፍን ብርጌድ ካብ ኣስመራ ናብ ከረን ክኣቱ ሽዱሽተ መዓልታት ክወስደሉ ከሎ፣ ናይ ዓሰርተ ክልተ ብርጌድ መበል ሰላሳን ሓሙሽተን ሻለቃን ናይ ዓሰርተ ሓደ ሻለቃ ሓደ ሻምበልን ኣብ ዓዲ ተከሌዛን ዝጸንሐ ናይ መበል ሰላሳን ሓደን ሻለቃ ተነጻሊ ጦርን ክሳብ ዓዲ ተከሌዛን ኣሰንዮሞም። ካብ ዒላበርዕድ ክሳብ ከረን ከኣ ካብ ሳልሳይ ብርጌድ ናይ ከረን ዝተዋጽአ ጦር ኣስጋኢ ቦታታት ብምቁጽጻር ተቐቢሉ ክሳብ ከረን ዝኣቱ ተሓጋጊዝዎም። ቴሌግራም ዕለት ሰለስተ ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን በጥስ ብርጌድ ካብ ዕስራን ሸውዓተን ወርሒ ዓሰርተ ሓደ ሽሕን ትሽዓተ ሚእትን ሰብዓን ሽዱሽተን ክሳብ ዕለት ሰለስተ ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ንሽዱሽተ መዓልታት ኣብ ከረን ድሕሪ ምጽናሕ ብናይ ሳልሳይ ብርጌድ ናይ ኣርባዕተ ነጥቢ ክልተ ኢንቺ ሞርታር ኣሃዱን ሓደ ናይ ሚእትን ኣብ ከረን ዝነበረ ጎደሎ ጦር ናይ መበል 16 ሻለቃን ተጠናኺሩ ብዕለት 3 ወርሒ 12,976 ሰዓት 6 ካብ ከረን ንሰሜን ተንቀሳቒሱ ኣብ ጸባብ ዝተባህለ ቦታ በጺሑ ኣሎ ኣብ ናይዚ ዕለት ምንቅስቓሱ ሓንቲ ወተሃደራዊት መኪና ብፈንጂ ተወቒዓ ኣላ። ቴሌግራም ዕለት ኣርባዕተ ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ኣናጋፊ ጦር ካብ ጸባብ ጉዕዝኡ ቀጺሉ ከባቢ መስሓሊት በጽሐሎም። ወንበዴታት ኣብቲ ቦታ ዓሪዶም ብምጽናሕ ጽኑዕ ናይ ምዕጋት ውግእ ስለ ዝኸፈትሉ ኣብ ብርቱዕ ውግእ ውዒሉ ኣገደስቲ ቦታታት ካብ ወንበዴታት ኣልቂቑ ኣብቲ ቦታ ሓዲሩ ኣሎ። ኣብዚ ዕለት እዚ ነፈርቲ ውግእ ተጻጊመን ሓጊዘንኦም። ካብ ሳልሳይ፣ ራብዓይ፣ ሓሙሻይ ሻለቀታትን ካብ ኣየር ወለድን ካብ ዓሰርተ ሽዱሽተ ሻለቃን፣ እታ ብመካናይዝድ ሻምበልን ብጠቕላላ ዕስራን ኣርባዕተን ሞታት ሚእትን ሸውዓተን ቁስላት ናይ ሰብ ክሳራ ኣጋጢሙሎም ቴሌግራም ዕለት ሸውዓተ ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ኣብ መስሓሊ ዝተባህለ ቦታ በፂሑ ዝነበረ ኣናጋፊ ጦር ብዕለት ሓሙሽተ ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ካብ ንግሆ ክሳብ ሰዓት ዓሰርተ ሽዱሽተን ኣርብዓን ሓሙሽተን ኣብ ብርቱዕ ናይ ምጥሓስ ውግእ ውዒሉ። ኣብቲ ውግእ ትሽዓተ ወተሃደራት ቆሲሎም፣ ነፈርቲ ውግእ ተጻጊመን ክድብድባ ከለዋ፣ ሄሊኮፕተራት እውን ዕጥቅን ስንቅን ከመላልሳ ውዒለን። እቲ ውግእ ብዕለት ሽዱሽተ ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ድሕሪ ቀትሪ እውን ቀጺሉ። ዝተወግኡ ቁስላት ናብ ከረንን ኣስመራን ተወሲዶም ኣለዉ። ብዕለት ሸውዓተ ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ቅድሚ ቀትሪ ውግእ ከይዕረፈ ውዒሉ። ነፈርቲ ውግእ ዝምስገን ሓገዝ ይገብራ ኣለዋ። ተለግራም ዕለት ዓሰርተ ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ወንበዴታት ኣብ መስሓሊት ገዚፍ ዓጋቲ ሓይሊ ስለ ዘቐመጡ በጥስ ብርጌድ ድሕሪ ናይ ኣርባዕተ መዓልታት ተኸታታሊ ብርቱዕ ውግእ ንቕድሚት ክስጉም ብዘይምኽኣሉ ኣብ ከባቢ መስሓሊት ይርከብ ሓገዝ ክወሃቦ ስለ ዝሓተተ ብዕለት 9 ወርሒ 10 2976 ካብ ኣዲስ ኣበባ ዝመፀ 120 ናይ ሰብ ሓይሊ ብዳከታ ናብ ከረን ብምምፃእ ብሄሊኮፕተር መስሓሊት በጺሑ ኣጠናኺርዎ ኣሎ። እቲ ጦር ድሕሪ ናይ ክልተ መዓልቲ ዕረፍቲ ብዕለት 10 ወርሒ 10 2976 ንቕድሚት ቀጺሉ ንተረተር መስሓሊት ካብ ወንበዴታት ከልቅቕ ኣብ ብርቱዕ ውግእ ውዒሉ ኣሎ።

ክልተ ጃንጥላ ደረቕ ቀለብ ጥራሕ ኣብ ኢድና ከነእቱ ከለና እንታይ ከም ዝሓዘ ዘይተፈልጠ ጃንጥላ ብወንበዴታት ተወሲዱ ኣሎ። ነቲ ጃንጥላ ክንወስድ ኣብ ዝኸፈትናዮ ውግእ ናይ ወንበዴታት ሓይሊ ካብ ዓቕምና ንላዕሊ ስለ ዝኾነ ሓደ መኮንንን ዓሰርተ ሓደ ወተሃደራትን ክሞቱና እንከለዉ ክልተ መኮንናትን ክልተ ወተሃደራትን ቆሲሎምን ኣለዉ። ኣርባዕተ ወተሃደራትካ ጠፊኦም። ዝጠፍኣን ዝዓነወን ንብረት ክነስዕበልኩም ኢና። በቲ ዘሎ ከቢድ ኩነታት ዕጥቅን ስንቅን ብጃንጥላ ምድርባይ ትርጉም ዘይብሉ ይኸውን ኣሎ። ሕጂ እውን ንሽዱሽተ ሰዓታት ውግእ እኳ ዘይበቅዕ ጥይት ስለ ዝተረፈና እቲ ጦር እውን ብጥሜት ኣመና ተዳኺሙ ስለ ዘሎ ኣብ ውሽጢ ሰለስተ መዓልቲ ዘናግፈና ጦር ክመጽእ ንሓትት። ከምኡ እንተዘይተገይሩ እዚ ጦር እዚ ብከንቱ ክሃልቕን ንብረቱ ብወንበዴታት ከይውሰድን ላዕለዎት ሓለፍትና ብኣጋ ከም ዘይረዳእኩምና ጌርና ከም እንቖጽሮ ብኣኽብሮት ነመልክት። ቴለግራም ዕለት ዓሰርተ ሰለስተ ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ካብ ናቕፋ ኣብ ናቕፋ ዘሎ ጦር ኣብ ከቢድ ውግእ ተጸሚዱ ክሳብ ሕጂ ዘናግፎ ሓይሊ ብምስኣን ሃዋርያት ብዘይክእልዎ ጥሜት እናተሰቓየን ብጥይት እናተደብደበን ስቕ ኢልካ ምርኣዩ እናስደመመኒ እንከሎ ኣብ ጫፍ ዶብ ቃሩራ ኣብ ሓለዋ ዝርከብ ተነጻሊ ሻምበልና ብወንበዴታት ከም እተጠቕዐ ብምስማዐይ ኣዝየ ሓዚነ። ኣብኡ ዘለዉ ጦር ብዋሕዲ ሰብ ይኹን ብዘለዎም ኣጽዋር ነቲ ብሽም ጥራሕ ወንበዴ ዝበሃል ሓይሊ ምቅዋም ስለ ዘይክእሉ ንምርድኦም ህጹጽ ስጉምቲ ክውሰድ ብኣኽብሮት እምሕጸን። ተለግራም ዕለት 14 ወርሒ 12 1976 ካብ ናቕፋ እዚ ንእሽቶ ጦር ናይ መበል ዓሰርተ ሓሙሽተ ሻለቃ ውግእ ካብ ዝጅምር ዘጋጥሞ ዘሎ ሞትን ኣብ ቁስላቱ ዝበጽሐ ዘሰቅቕ ኩነታትን ንመንግስቲ ካብ ምምልካትን ካብ ምእዋይን ኣየቋረጽናን። ሕጂ እውን ብዕለት 12 ወርሒ 12 1976 ዝጀመረ ዝኸረረ መጥቃዕታዊ ውግእ ውዒሉን ሓዲሩን ይቕጽል ኣሎ። ብጅግንነት እናተዋግኡ ናይ ዝወደቑ ወተሃደራት ኣስከሬን ምቕባሩ እኳ ኣይተኻእለን። እቲ ጦር ጥይቱ ጨሪሹ ሕጂ ተሪፍዎ ዘሎ ኣብ ሕቑኡ ጥራሕ ዘሎ እዩ። ኣዛዚ ናይዚ ሻለቃ ብቦምባ ከቢድ ብረት ተሃሪሞም ኣብ ኢዶምን እግሮምን ከቢድ መስበርቲ ካብ ዘጋጥሞም ልዕሊ ወርሒ ኮይኑ ኣሎ። ንሶም ኮነ እቶም ካልኦት ቁሱላት ኣብ ከቢድ ስቓይ ይርከቡ ኣለዉ። ካልኦት መኮንናት ብሞትን መቑሰልትን ስለ ዝጎደሉ እቲ ጦር ብዘይ መራሒ ተሪፉ ኣሎ። እቲ ዝተረፈ ጦር እዛ ሃገር ዘለዋ ወተሃደራዊ ዓቕሚ ንዓና ከናግፍ ዘይክእል እንተኾይኑ እዚ ኩነታት ናበዩ ከምርሕ? ዝብል ናይ መረረ ሕቶ ኣቕሪቡለይ ኣሎ። ደጋጊምና ከም ዝገለጽናዮ ዘናግፈና ረዳት ሓይሊ ከይወዓለ ከይሓደረ እንተዝየርኪቡ ኣብ ዝቕጽል መልእኽትና ናይ መጨረሽታ ኑዛዜ ብምሃብ ከም እንሰናበተኩም ብኣኽብሮት ነመልክት። ተለግራም ዕለት ዓሰርተ ሸሞንተ ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ካብ ናቕፋ ብዕለት ዓሰርተ ሸውዓተ ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ዝመጸት ኣይሮፕላን ተሃሪማ ቅድሚ ምምላሳ ዝተደርበየልና ክልተ ጃንጥላ ብድሕሪት ኣብ ቦታ ወንበዴታት ብምዕላቡ ከም ዘይበጽሓና ንሕብር። ጃንጥላታት ዕላምኡ ዝስሕተሉ ዘሎ ምኽንያት ሓደ ኣይሮፕላን ካብ ኣዝዩ ልዑል ብራኸ ካብ 9500 ክሳብ 10,000 ጫማ ልዕለ ስለ እትድርብዮ፣ ክልተ ወንበዴታት ኣብ ዙርያና ፈጢሮሞ ዘለዉ ከበባ ኣብ ኣዝዩ ቀረባ ርሕቀት ብምዃኑ እዩ። ቴሌግራም ዕለት 21 ወርሒ 12 1976 ካብ ናቕፋ ብጃንጥላ ዝድርበየልኩም ቀለብ ኣይተልዕልዎን ኣለኹም ዝብል ወቐሳ ስለ ዝበጽሓና ምስ ወንበዴታት ክንመናጠል መዓልትን ለይትን ኣብ ውግእ ነሕልፎ ኣለና። ሎሚ ዝተደርበየልና ሽዱሽተ ጃንጥላ ኣብ መንጎ ክልቴና ስለ ዝወደቐ ሓደ ካብኡ ኣብኣቶም ዓልዩ ኣሎ። ክልተ ጃንጥላ ከይተዓጽወ ከሎ ስለ ዝተደርበየ ካብ ጥቕሚ ወጻኢ ኮይኑ ኣሎ። ዝተደርበየልና ዕጥቅን ስንቅን ንምልዓል ጉልባብ ዝገብራልና ተወጋእቲ ነፈርቲ ሓቲትና መልሲ ረኸብናን ነቲ ዝተደርበየ ቀለብ ንምልዓል ምስ ወንበዴታት ኣብ ዝገበርናዮ ውግእ ክልተ ወታደራት ሞይቶም ክልተ ቆሲሎም ኣለዉ። ቴሌግራም ዕለት 23 ወር 12 1976 በጥስ ብርጌድ ካብ ዕለት ዓሰርተ ሓደ ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ክሳብ ዕለት ዓሰርተ ሸሞንተ ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ኣብ ከባቢ ሩባ ዓንሰባ ቀንዩ ብዕለት ዓሰርተ ሸውዓተ ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ነዚ ጦር'ዚ ከጠናኽር ዝተኣዘዘ ናይ መበል ሰላሳን ሓሙሽተን ሻለቃ ክልተ ምድብ ናይ ሻምበላት ካብ ኣስመራ ብዲሲ ሰለስተ ኣይሮፕላን ተጻዒኖም ከረን ድሕሪ ምእተዎም ብዕለት ዕስራን ክልተን ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ናብ መስሓሊት ኣምሪሖም ኣድላዪ ምጥንኻር ተገይሩሎም ብዕለት ዓሰርተ ትሽዓተ ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ወንበዴታት ብከቢድ ብረት እቲ ጦር ኣብ ዝርከቦ ቦታ ደብዳብ ስለ ዝፈጸሙ ሓንቲ ናይ ነዳዲ መኪና ተቓጺላ ክልተ ወተሃደራት ተቐቲሎም፣ ዝቖሰሉ እውን ኣለዉ። እቶም ጉድኣት ብሂሊኮፕተር ናብ ከረን ከምኡ ድማ ብዲሲ ሰለስተ ናብ ኣስመራ ተወሲዶም ኣለዉ። ኣብዚ ዕለት እዚ ከምኡውን ብዕለት ዕስራን ሓደን ዕስራን ክልተን ነፈርቲ ውግእ መጽየን ኣርባዕተ ግዜ ወንበዴታት ኣብ ዝሓዝዎ ቦታታት ደብዲበን። እቲ ጦር ዝጠለቦ ኣቕሑ ብምልኡ ዕለት ዕስራን ሰለስተን ቀሪቡሉ ኣሎ። ቴለግራም ዕለት ዕስራን ትሽዓተን ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን በጥስ ብርጌድ ዕለት ዕስራን ሰለስተን ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ንቕድሚት ደፊኡ ክፍንጥስ ኣብ ተደጋጋምን ብርቱዕን ውግእ ውዒሉ። እንተኾነ ብዝሒ ዘለዎም ወንበዴታት ነቲ ቦታ ኣጽኒዖም ስለ ዝሓዝዎ ክጥሕስ ኣይከኣለን። ካብ ዕለት ዕስራን ሓሙሽተን ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ክሳብ ዕለት ዕስራን ሸሞንተን ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ከኣ ኣብ መስሓሊጥ ቀንዩ። ብዕለት ዕስራን ትሽዓተን ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን እንደገና ነቲ ቦታ ንምጥሓስ ከቢድ ውግእ ኣካይዱ። ነፈርቲ ውግእ ደጋጊመን ብምድብዳብ ዝከኣል ደገፍ ኣበርኪተን። ሓንቲ ካብኣተን ብጸረ ነፈርቲ ወንበዴታት ተወቒዓ ተቓጺላ። እቲ ፓይሎት ብጃንጥላ ኣብቲ ጦር ዝርከቦ ቦታ ዓሊቡ ኣሎ። ተለግራም ወርሒ ዓሰርተ ክልተ ሽሕን ትሽዓተ ሚእትን ሰብዓን ሽዱሽተን ንጹር ዕለት ዘይተጻሕፈላ ካብ ናቕፋ። ኣብ ናቕፋ ዝርከብ ጦር ብወንበዴታት ተኸቢቡ መዓልትን ለይትን እናተደብደበ ብጅግንነት እናተዋግኤ ዝቖሰለ ወተሃደር እኳ እልይ ዘብሎ ስኢኑ ብቑስሊ በስቢሱ ይመውት ከም ዘሎ ብወገን ኣዘዝትና ብተደጋጋሚ ሓበሬታ ከም ዝበጽሓኩም ኣረጋጊጽና ኣለና። ብወገንና እውን ደጋጊምና ኣመልኪትና ተስፋ ኣብ ምቑራጽ ንርከብ። ጦር ክስደደልኩም ዝብል ተስፋ ካብቲ ዝጽበየና ዘሎ ህልቂት ዘድሕነና ኣይመስለናን። ወንበዴታት ብዘለዎም ዓብ ሓይልን ኣጽዋርን ተኣማሚኖም ናይ ከበባ ቦታ ስለ ዘጽበብዎ ብለይቲ እንቐድሖ ማይ እኳ ብውግእ እዩ። ናይ ጉጅለ ኣጽዋር ኣጠያይቲ ካብ ዝውድኡ ክልተ ወርሑ ኮይኑ ኣሎም ሕጂ ኸኣ ናይ ነፍሲ ወከፍና ጠያይቲ ተወዲኡ እንተ በዝሐ ንሓደ መዓልቲ ዝኸውን ጥይት ጥራሕ ሒዝና ኣብ ርሕቀት ሰለስተ ሚእቲ ያሬት ምስ ዝኸበበና ጸላኢ ተፋጢጥና ኣለና እቲ ማይ እውን ድሕሪ ሒደት መዓልታት ኣብ ትሕቲ ቁጽጽሮም ከየእተውዎ ኣይተርፉን እዮም ክሳብ ሕጂ ዝወረደና ህልቂት ብጥይት ወንበዴታት ጥራሕ ዘይኮነስ እንተላይ ብጥሜት እውን እዩ። ኣብ ከምዚ ዓይነት ኣሰቃቂ ኩነታት ግቡእና ንክንፍጽም ዘዋፈረና መንግስቲ እንተዘይረዲኡና መን ክረድኣና ይኸል? ብርግጽ ከድሕነና ዝኸእል ሓይሊ ስለዘይብሉ ድዩ? ወይስ ኣብ ነቑጣ ሓለዋ ሃብረንጋቓ ዘጓነፈ ዘሕፍር ፍሽለት ኣባና ክሳብ ዝበጽሕ እዩ ናይዚ ዶብ ሃገሩ ክሕሉ ዝተዋፈረ ንእሽቶ ጦር ህልቂትን ካብኡ ክማርኽ ዝኽል ኣጽዋርን ንኽብሪ እዛ ሃገር ኣየፍኩሶንዶ? ታሪኽከ ክፈርድ ኣይክእልንዶ? ኩሎም ኣዘዝትና ብሞትን መቑሰልትን ተፈልዮምና መራሒውን የብልናን ብኽቱር ጥሜት ኣብ ውሽጢ ዕርድታትና እኳ ክንንቀሳቐስ ስለ ዘይከኣልና መንግስቲ ህይወትና ከትርፍ ዝደሊ እንተኾይኑ ኣብ ዝሓፀረ ግዜ ረዳት ጦር እንተዘይልኢኹልና ናይ ምድምሳስ ሓደጋ ክበፅሓና ምዃኑ እናመልከትና ንሕና ካብ ዝከኣለና ንላዕሊ ስለ ዝገበርና ናይቲ ዝስዕብ ውድቀትን ጥፍኣትን ታሪኽ ንዝመጽእ ወለዶ ይፍረደና ብማለት ንሳናበተኩም ኣለና።